ኣነ ቡዳ እየ ከምኡ እውን ቀትሪ ሰብ ለይቲ ዝቢ እየ ዝኸውን ስለዚ ጠባብ እዩ ዝበሃል በቢ ከባቢና ያው ብትግራይና ብትግርኛ ቋንቋ ትግርኛ ጠባብ ስለ ዝበሃል ኣነ እውን ጠባብ እየ ከይበልዐኩም ከኣ ጥንቅቅ በሉ ክቡራት ተኸታተልተይ ምክንያቱ ንስኻትኩም ከምኡ ኢልኩም ስለ ትኣምኑሉ ያው ጠባብ እየ ሰላም ሰላም ሰላም ናዕኹም ይኹን ነዚ ቻነል እዚ ተኸታተልቲ ዝኾንኩም ብሓበራ ሰላምን ቅሳነትን በብዘለኹሞ ይምነየልኩም። እምበኣር ነዚ ቻነል ሓደሽቲ ዝኾንኩም ላይክ፣ ሳብስክራይብ እናገበርኹም ክትተባብዑኒ እላበወኩም። ሎማዓንቲ ያው ሓሳብ እየ ሒዘ መፅየ እሱ ሓሳብ እዚ ኸኣ ብሃይማኖትና ደረጃን ካብኡ ኸኣ ብሃይማኖትን ብመጽሓፍ ቅዱስን ደረጃሲ መሰረትሲ ብኸመይ እዚ ነገር እዚ ክኸውን ይኽእል? ምኽንያቱ እዚ ቡዳ ዝብል ኣበሃህላ ማለት እዩ። ካልኣይ ነገር ካብ ዝተዓዘብኹዎ ኸኣ ሓንቲ ሓፍትና ኣዴናን ብርቱካን ትበሃል ኣብ ናይ ኣምሓርኛ ቻነል ማለት እዩ ኢንተርቪው ገይራ ነይራ ቡዳ'የ ኢሎም ከምዚ ይገብሩኒ፣ ይገሉኒ፣ ካብኡ ከኣ ንደቀይ እውን ይፈርሕ ኣይነግሮምን'የ ኢላ። ሓደ ንሞተ ዝብኢ ሪኦም እውን እንታይ ይብሉ ብርቱኳን'ያ ይብሉ ኢላ ማለት እዩ። እዚ ኣነ ከምዚ ክብል ዘበለኒ ነገር ግን ብርቱካን ዝጠቐሰቶ ዓዲ ወይ ከኣ ከባቢ ሰዓርቲ ሳምረ ኢላ ዝገለጸቶ ያው ናትና ከባቢ ስለልኾነ ማለት እዩ። ብሓፈሻ ኣብቲ ንሳ ዝበለቶ ብዙሕ ሰብ እንታይ ይብል ኣብ ኮሜንት ይኹን ወይ ከኣ ዝኾነ ሰባት ፖስት ዝበልዎ ክኸውን ክርኢ ከለኹ እንታይ ይብልዋ ሓሳዊት ይብልዋ ማለት እዩ። ሓሳዊት ሓሳዊት ሓሳዊት ዝብል ብዙሕ ግዜ ርኤ ማለት እዩ። ነገር ግን እዛ ሓፍትና እዚኣ ሓሳዊት ኣይኮነትን። ብዓይንና ዝረኣናዮን ዝነበርናዮን ዝዓበናሉን ስለ ዝኾነ ሓሳብ ኣይኮነትን እያ። ያው ከም ምፍላጥ ብዘይ ምፍላጥና ከምኡ ንገብር ኢና ማለት እዩ። ኣብ ትምህርቲ ቤት እናተምሃርና ዋላ ኮፍ ሃምዚ ኣብ ሓደ ኮፍ ኩርሲ ኮፍ መባህልቲ ተበፂሕና ዋላ ግዲፍና እያ ንኸድ ወዲ ቡዳ ተተባሂሉ በይኑ ኮፍ ኢሉ ኣብ ሓደ ኩርሲ እዩ ዝመሃር ማለት እዩ እና ንምንታይ እዚ ነገር እዚ ከዓ ንክሕዶ ኣለና ማለት እዩ። ካልኣይ ነገር ከኣ ንሓደ ሰብ ክንሕግዞ እንድሕር ኮይና ወይ ሱቕ ንብል ኣለና ወይ ክንፈልጥ ኣለና። ካልኣይ ነገር ቡዳ ዝበሃል ነገር ካብ ምንታይ እዩ ተበጊሱ? መን እዩ ኣምፂዎ ኢልና ውስ ዘይንሓስብ ንምንታይ? ዝገርመኒ ዝገርመኒ ነገር ግን ሕጂ ኣብ ናይ ኢትዮጵያ ወይ ከዓ ኣብ ናይ ትግራይ ኣብ ናይ ኩሉሲ ቡዳ ዝበሃል ነገር የለን። ሰብ እውን ዝብኢ ክኸውን ኣይክእልን እዩ። ዝብል ኣሎ ብናይ ዓለማዊ ትምህርቲ ማለት እዩ ነገር ግን ኣብቲ ብርቱካን ዝበለፆ ተሃልዩ ግን እንታይ እዩ ዝብል ካብ ስራሕ እውን ከም ዝተኸልከለት በቲ ዘላ ዝተምሃረቶ ሞያ በቲ ናታ ሞያ ንከይትሰርሕ እውን ከም ዝተኸልከለት ፅሬት ከም ትሰርሒ ከም ዝተባህለት ነቲ መሃያ ንከይትወስድ ከዓ ወሲዳ ዝብል ፅሑፍ ከይወሰደት እናሃለወት ወሲዳ ኢሎም ከም ዘቕምጡላ። ምኽንያቱ እቲ ዝተምሃረ ሰብ እቲ ዝሓሸ ዝበሃል እውንሲ ልዕሊ እቲ ዘይተምሃረ ሕብረተሰብና ከም ዝብድልን ከም ዝዕምፅን ከም ዝዕምፆምን ኣነ ተመልኪተ ካብቲ ሳብ ዝተናገረቶ ንግግር እዩ ማለት እዩ። ስለዚ ሓንቲ ብርቱካን እያ ወፅያ ተዛሪባ። ነገር ግን ከምታ ናተይ ወረዳ ከምቲ ናትና ዓዲ ከም ዝፈልጦ እንተኮይኑ ግን እቶም ኣብኡ ዘለዉ ኩሎም ህዝቢ ወጽዮም ተዛረቡ ኣሽሓት እዮም ስለዚ ብርቱኳንሲ ናይ ሽሓት ወኪል ኮይና እያ ተዛሪባ እየ ዝብል ማለት እዩ ካልኣይ ነገር ብ ንሕና ኩላትና ሰባት ናይ እግዚኣብሔር ፍጡራት ኢና እግዚኣብሔር መጀመርያ ክፈጥረና ከሎ እንታይ ኢሎም ኣጋእዝተ ኣለምስላሴ ብኣምሳልናን ብምስልናን ሰብ ንፍጠር ኢሎም ማለት እዩ። ኣብ ኦሪት ዘፍጥረት ምዕራፍ ሓደ ከም ዘለና ማለት እዩ። ስለዚ እግዚኣብሄር ኣምላኽ ብኣምሳሉ ዝፈጠረና ካብ ኮነ ከመይ ኢለ ሓደ ሰብ እንስሳ ክኸውን ይኽእል? ሓደ ሰብሲ ከመይ ገይረ እየ ኣነ ሕጂ ኣለኹ ገነት እየ ከመይ ገይረ እየ እዛ ነብሰይሲ ወሲደ ወይ ዝብኢ ገብራ ዝኽእል? ኣይከኣልን እዩ ክኸውን ኣይክእልን እዩ እስኪ ንሕሰብ እሞ በየናይ ስልጣን ኢና ኢና ነዛ ነብሰይቲ መን ስልጣን ምስ ሃበኒ ኣነ ናይ እግዚኣብሔር ፍጡርቲ ካብ ኮንኩ ከመይ ገይሩ እዩ ኣነ ናብ ዝብል ክቕየር እኽእል ኖ ክቕየር ክእል እዩ ብከምዚ ከምዚ ምክንያት ኢልኩም ወይ ንዓይ ሓሳብ ዝበኒ ሰብ ወይ ዘረድአኒ ሰብ ተሃልዩ ፀገም የብለይ ኣነ እውን ከምቲ ስኹም ዝፈለጥኩሞ ክሪኦ ማለት እዩ ነገር ግን ኣነ ከምታ ዝኣምነላ ግን እግዝኣብሄር ንኩላትና ማዕረ ገይሩ ከም ዝፈጠረና ሓደ ሰብ ከኣ ንገዛ እዛ ነብሱ ኣብታ ነብሱ ስልጣን ከም ዘይብሉ ናብ ዝኾነ ነገር ክቕይሮ ከኣ ኣይደልን ደስ ናብ ዝበሎ ዝኡ ክኸውን ኣብ ዘለዎ ዝደለየሉ እዋን ዝኡ ክኸውን ሰብ ኣብ ዝደለየሉ እዋን ሰብ ክኸውን ኣይክእልን እዩ። ዝብል ሓሳብ እዩ ዘለና ኣነ ማለት እዩ። ካልኣይ ነገር ከዓ ኣቶም ሓሳዊት ሓሳዊት ትብሉ ዝነበርኩም ከዓሲ ምስ ኣይትነብሩን ኢኹም፣ ምስ ኣይትጓዕዙን ኢኹም። ኣብቲ ጉዕዘናታ ንስኻትኩም የለኹም ኢኹም። ሰብ ከምኡ ይብላ ዶ የብላን ከ ብከመይ መንገዲ ፈለጥኩም ከ ሓሳዊት ኢልኩም ኣቕሚጥኩምላ ይብል ማለት እዩ። ምክንያቱ በቃ ኣብቲ ሕብረተሰብና ዘሎ ባህሊ ኣብ ዝሓለፈ ሰሙን ኣብረሮም ገለ ናትባህለ እቲ ናይ ዓድና ዘሎ ጸገም ወንጌል ዘይምስፍሕፋሕ እዩ። ካልኣይ ነገር ከዓ ንእግዚኣብሔር ፈጠሪኻ ኣዕሪኻ ኣጸቢቕኻ ዘይምፍላጥ ዘሎ ጸገማት እዩ ማለት እዩ። ስለዚ ኩላትና ንሕና እውን እንተኽእልና እሱ ተዘይኽእልና ግን እንፈልጦ ነገር ግን ነቲ ሰብ መሊስና ኣይንጉዶ እዩ ማለት እዩ። ምክንያቱ ኣብ ናይ ኹላትና ከባቢ ከም ዘሎ ከም ንፈልጦ ስለ ልኾና ማለት እዩ ስለዚ ብናተይ ከባቢ ከምኡ ዝብሃል ከም ዘሎ እዩ ኣነ ከምኡ እየ ዝፈልጥ ኣብ ትምህርቲ እናተማሃርና ኣብነት ዝኾነት ካል ወይ ገለ እዩ ትብል እሞ እገለ በሊዕ ንትብል ማለት እዩ እገለ በሊዕ ንትብል እሞ ካብኡ እዚ ሰብ ተደጋጋሚ ከምኡ ዓይነት ይበሃሎ ኣብነት ሓንቲ ኣባላኣ ንኣብነት ገነት ውሰዱ እሞ ገነት በሊዓትኒ ገነት በሊዓትኒ ልብል ሰለስተ ኣርባዕተ ሰብ ክመጽእ ከሎ ሕጂ እዘን ኣዋልድ ኮም ካብ ቡዳ እየን ዝውለዳ ዝበሃላ ቡዳታት እየን ዝበሃላ ከዓ ጥርዓን ይቐርባ ምክንያቱ ምክንያቱ ንክመሃራን ንክሰርሓን ስለ ዘይከኣላ ማለት እዩ። ካልኣይ ነገር ከምኡ እንብሎም ጥበበኛታት ስለ ዝኾኑ ምክንያቱ በቲ ጥበብ ማሕረሻ ዝኾነ ናይ ናውቲ ሕርሻ ዝኾኑ ንሶም እዮም ዘምርትዎ። ኻልኣይ እምበኣር ነዚ ከምዚ ዓይነት ኣተሓሳስባ ንዘለና ተፈጥሮ ሰብ እንታይ እዩ ዝብል ብሃይማኖትና ደረጃ ንርኣዮ። ተፈጥሮ ሰብ ኣብ መወዳእታ ድሕሪ ኩሎም ዕስራን ሓደን ፍጥረታት መበል ራብዓይ ፍጥረት ናይ ዕለት ዓርቢ ዝኾነ ሰብ እዩ። እግዚኣብሄር ኣምላክ ንውረድ እሞ ሰብ ብኣምላክ ብኣምሳልናን ብምስልናን ንሰብ ንፍጠር በሉ። ንዝቐደሙ ዕስራን ሓደን ፍጥረታት ብሓልዮት ወይ ከኣ ብሓሳብ፣ ብነቢብ፣ ብቓል፣ ክፈጥሮም ከሎ ንሰብ ግን ፍልይ ብዝበለ ግብሪ ፈጠሮ። ምኽንያቱ ዘፍጥረት ዕስራን ሓደን ፍቕዲ ዕስራን ሽዱሽተን ኣሎ። እዚ ዝብል ዘሎ ግን ብኸመይ እየ እዚ ኣምጺኤያ? ሰብ ዝብኢ ክኸውን ይኽእል እዩ እንብሎ። ሓደ ሰብ ፍልይ ዝበለ ኣፈጣጥራ እግዚኣብሄር ፈጢርዎ እናሃለወ ብናይ እንሰሳ ክኸውን እዩ ኢልና ዝብል ሓሳብ ንዘለና ሰባት፣ ስላሴ ብመልክዕናን ብኣምሳልና ሰብ ንፍጠር ምስ በሉ ናይ ሰብ ስግኡን ነፍሱን ብዘይ ምቅድዳም ብሓደ ግዜ ተራኸቡ። ግዙፍ ኣካል ስጋ ብኣርባዕተ ባህርያት ስጋ፣ መሬት፣ ማይ፣ እሳት፣ ንፋስ፣ ኣራኺቡ ብስጋ ኣለሳሊሱ ብጅማት ኣተሓሒዙ ብኣዕጽምቲ ኣጽኒዑ ከምኡ እውን ነታ ረቂቕ ኣካል ዘለዋ ነፍሲ ብዘይምህላው ናብ ምህላው ኣምጺኡ ንሰለስተ ባህርያት ማለት ልባውነት፣ ፍልጠት፣ ነባቢት ቃል፣ ህያውነት፣ ህይወት፣ ሂቡ ብሓፈሻ ስጋን ነፍስን ኣወሃሂዱ ንሓደ ሰብ እግዚኣብሔር ኣምላኽ ፈጠሮ። ሰብ በቲ ግዙፍ ኣካሉ ስጋውን መዋትን ብምዃኑ እንሰሳ ኣይኮነን እዩ። ኣብዚኣ ሓዝዋ ማለት እዩ። ሰብ ብግዙፍ ኣካሉ ስጋውን መዋትን ብምዃኑ እንሰሳ ኣይኮነን እዩ። በቲ ዝፈጠሮ ፍጥረት ክቕይር ኣይኽእልን እዩ ማለት ሓደ ሰብ ብሓፈሻ ጠቕልል እቲ ሓሳብ ሓደ ሰብ እንሰሳ ክኸውን ኣይኽእልን እዩ ንዝብል እዩ ነይሩ ናይ ሎማዕንቲ ክቡራት ተኸታተልትና ስለትነበረና ፃንሒት እግዚኣብሔር የኽብረልና ላይክ ሳብስክራይብ ምግባር ነዚ ቻናል እዚ ከዓ ኣይትረስዑ ማለት እዩ ክቡራት ኣሕዋተይ ሰሰናዩ ጠጥዑሙ ናዕኹም ብሩኽ ቀዳምን ሰንበትን ይግበረልና